ሶኒ ዓሰርተው ኣርባዕተ ግንቦት ክልተ ሽሕን ዓሰርተ ሸሞንተን እዩ። ቅድሚ ዕስራ ዓመታት ልክዕ ከምዛ ሎሚ ካብ ቤት ምኽሪ ሚኒስተራት ፌደራላዊት መንግስቲ ኢትዮጵያ ንኤርትራ ብናይ ምጽሕታር ህውከትን ጽልእን ምስፍሕፋሕን ሜላ ዝውንጅል መግለጺ ወጺኡ። እቲ ኣዋጅ ሃንደበታዊ ኣብ ልዕሊ ምንባሩ ንመንግስትን ህዝብን ኤርትራ ዘሕዘነ፣ ንህዝብታት ክልቲኣተን ሃገራትን ዓለምን ዘይተ ኣብ እዋኑ ከም ዝተገልጸ ዝዝከር እዩ። ኣብ መንጎ ህዝብታት ኤርትራን ኢትዮጵያን ንነዊሕ ዝጥምት ናይ ሓባር ረብሓ እናሃለወ፣ ብጉዳይ ዶባት ከሰሓሕብን ህውከት ክፍጠር ከም ዘይግበኦን ንኣፈታትሕኡ ብዝምልከት ዘይመልክዑ ንምትሓዝ ብምፍታኑ ዘጋጠመ ዕንወትን ሳዕቤናቱን ገና ከየጋጠመ እንከሎ መንግስቲ ኤርትራ ዘስምዖ ደወል መጠንቀቕታ ሕጂ ድሕሪ ዕስራ ዓመታት ተመሊሱ ንዝገምገሞ ንልቦና፣ ጥበብን ውህሉል ኣተሓሕዛን መንግስቲ ኤርትራ ብሓቂ ዝገልጽ እዩ። ዝሓለፈ ዕስራ ዓመታት መንግስቲ ኤርትራ ዝተጓዕዘሉ ቀጢን መገዲ ሓቂ፣ ኣብ ሕግን ስርዓትን ዝተሃንጸ፣ ንኩናትን ወረ ኩናትን ዝነጸገ፣ ንሰላምን ፍቕርን ሕውነትን ብሓደ ወገን፣ ከም ጎረባብቲ ተሰማሚዕካ፣ ተኸባቢርካን ተረዳዲእኻን ብሓባር ምንባር በቲ ካልእ ወገን፣ ዝብል ብምንባሩ፣ ንመትከላቱ ኣብ ዋጋ ዕዳጋ ከየውረደ ካብ ተተካእቲ ስርዓታት ኢትዮጵያ እወታዊ መልሰተግባር ኣብ ምጽባይ ይርከብ። መንግስቲ ኤርትራ ተጠሊዐን የፍስሰኦ ተደቢረን ይሓፍሰኦ ዝብል ምስላ ኣበዋት ትርጉም ኣቐዲሙ ስለ ዝተገንዘቦ፣ ብሰንኪ ሰንኮፍ ኣተሓሕዛ ዝጠፍእ ህይወት፣ ዝስንክል ኣካላት፣ ዝፈስስ ደም፣ ዝዘናበል ስድራ ክፍጠር ኣይደለየን። ከምዚ'ባ ከምቲ'ባ እናበለ'ውን ጽባሕ ብታሪኽ ተሓታትን ተወቃስን ንዝግበር ምርጫ ኣይበሃጎን። ከምኡ ስለ ዝነበረ ድማ'ዩ ብዓሰርተ ወኣርባዕተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ካቢኔ ሚኒስተራት ኤርትራ ኣኼባ ብምክያድ ነቲ ጉዳይ ዝተዘራረበሉን መርገጺኡ ብንጹር ንዓለም ዘፍለጠን። ነቲ መንግስቲ ኤርትራ ንዝገበሮ ኣኼባ መበገሲ ዝኾኖ ትርጉም ኣልቦ ክሲ ኣብ እዋኑ ማለት ብዓሰርተው ሰለስተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ዓመተ ምህረት ቤት ምኽሪ ሚኒስተራት ፈደራላዊ ዲሞክራሲያዊ መንግስቲ ኢትዮጵያ ብዝኣወጆ ተንጸባሪቑ ነይሩ እዩ። ትሕዝትኡ ድማ ንኤርትራ ብናይ ምጽሕታር ህውከትን ጽልእን ምስፍሕፋሕ ሜላን ዘኽስስ። ሰራዊት ኤርትራ ዶብ ሃገሩ ጥሒሱ መሬት ኢትዮጵያ ከምዝወረረ ከምኡ ስለ። ኩሉ ዘድሊ ዘበለ ስጉምቲ ክወስድ ምዃኑ ዘፈራርሕ፣ ብትሕዝትኡ ኮነ ብቋንቁኡ ንመንግስትን ህዝብን ኤርትራ ዘሕዝን ሃንደበታዊ ኣዋጅ ኣውጺኡ። ካቢኔ ሚኒስተራት ኤርትራ ብዓሰርተው ኣርባዕተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ኣብ ኣስመራ ኣኼብኡ ኣካይዱ ነይሩ።

ንኤርትራ ብናይ ምጽሕታር ህውከትን ጽልእን ምስፍሕፋሕን ሜላ ዝኸስስ፣ ሰራዊት ኤርትራ ዶብ ሃገሩ ጥሒሱ መሬት ኢትዮጵያ ከም ዝወረረ ኣምሲሉ ዝኹንን፣ ሰራዊት ኢህወደግ ልኡላውነት ሃገሩ ንምኽባር ኩሉ ዘበለ ስጉምቲ ክወስድ ምዃኑ ዘፈራርሕ፣ ብትሕዝትኡ ኮነ ቋንቁኡ ንመንግስትን ህዝብን ኤርትራ ዘሕዘነ ሃንደበታዊ ኣዋጅ ኣውጺኡ ካቢኔ ሚኒስተራት ኤርትራ ብዓሰርተው ኣርባዕተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ኣብ ኣስመራ ኣብ ዘካየዶ ኣኼብኡ፣ ንኤርትራን ኢትዮጵያን ኣብ ዘዳውብ ሓደ ሓደ ከባቢታት ንነዊሕ ዝጸንሐ ናይ ዶብ ምስሕሓብ ከም ዝነበረ፣ እዚ ድማ ሰራዊት ኢትዮጵያ ዶብ ሰጊሩ ናብ መሬት ኤርትራ ብምእታውን ምምሕዳራዊ ትካላት ኤርትራ ብምፍራስን ህዝቢ ብምግፋዕን ክፍጠር ዝጸንሐ ሽግር ምንባሩ ኣዝዩ ንጹር ስለ ዝኾነ፣ ክሰሓሕብ ከም ዘይክእል፣ እቲ ብወገን ኢትዮጵያ ክፍጠር ዝጸንሐ ምግሃስ ዶባት ኤርትራ ድማ ካብ ጸቢብ ክልላዊ ምምሕዳራዊ ኣመለኻኽታ ዝነቐለ ሽግር'ዩ ብምባል ስለ ዝኣመነ፣ እቲ ሽግር ከይተዓባበን ኣብ ህዝብታት ክልቲኣተን ሃገራት መሰረት ዘይብሉ ስምዒታዊ ምውዕዋዕ ከይፍጠርን ብርግኣትን ትዕግስትን ሒዙ ብክልተኣዊ ልዝብን ዘተን ንምፍትሑ ክጽዕር ከም ዝጸንሐ ካቢኔ ሚኒስተራት ኣረጋጊጾም። ነቲ ኣብ ዶብ ክረኣ ዝጸንሐ ምስሕሓብ ንምውጋድን ናይ ዶብ ሕንጻጽ ኣብ ባይታ ንምንጻርን ካብ ክልቲኡ ወገን ሓደ ናይ ሓባር ኮሚቴ ቆይሙ ምንባሩ እቲ ብክልቲኣተን ሃገራት ዝተመዘእ ናይ ሓባር ኮሚቴ ስራሓቱ ምእንቲ ከሳልጥ ብወገን መንግስቲ ኤርትራ ነቲ መስርሕ ዘቀላጥፍ ጻዕሪ ክካየድ ምጽንሑ ካቢኔ ሚኒስተራት ገምጊሞም። ስራሓት ናይ ሓባር ኮሚቴ ንምቅልጣፍ፣ ናይ ኤርትራ ልኡኽ ንርክብን ዘተን ናብ ኣዲስ ኣበባ ኣብ ዝተበገሰሉ ሽዱሽተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ድማ፣ ኣብ መሬት ኤርትራ ኣትዩ ዝጸንሐ ዕጡቕ ሓይልታት ሰራዊት ኢትዮጵያ፣ ኣብ ከባቢ ባድመ፣ ክላዘብዎ ንዝቐረቡ ኣባላት ሰራዊት ኤርትራ ተኹሲ ብምኽፋት ዘሕዝን ጉድኣት ኣውሪዱ፣ ንቐጻሊ ጎነጽ ጠንቂ ፈጢሩ። ብጠንቂ ናይዚ ናይ ፈለማ ፍጻመ ንዝሰዓበ ቅልውላው ንምህዳእ፣ ቀጻሊ ዝርርብ እናተኻየደ እንከሎ ከኣ፣ እዚ ኣቐድም ኣቢሉ ዝተጠቕሰ ንህዝብታት ክልቲኣተን ሃገራትን ዓለምን ዘየድሊ መልእኽቲ ንምምሕልላፍ ዝዓለመ መስደመም ኣዋጅ ወጺኡ። ኣብ መንጎ ህዝብታት ኤርትራን ኢትዮጵያን ንነዊሕ ዝጥምትን ዝኸይድን ናይ ሓባር ረብሓ እናሃለወ፣ ብጉዳይ ዶባት ምስሕሓብን ህውከትን ክፍጠር ከም ዘይብሉ ናይ ህዝብን መንግስትን ኤርትራ እምነት ምንባሩ እናረጋገጸ ከኣ፣ ካቢኔ ሚኒስትራት፣ ናይቲ ዘይግብኦ መልክዕን ግዝፍን ኮነ መኣዝን ንምትሓዙ ዝተፈተነ ሽግር መፍትሒ ዝበሉ ሓሳባት ኣብ እዋኑ ሓቢሮም። ሀ። መንግስቲ ኤርትራ ዝኾነ ይኹን ናይ ዶባት ዘይምርድዳእ ብሰለማውን ሕጋውን መገዲ እምበር ብሓይሊ ከምዘይፍታሕ ኣረጋግጸን ኣፍሊጦም። ለ። ነዚ ኣቐድም ኢሉ ዝተጠቕሰ ነጥቢ መሰረት ብምግባር ነፍሲ ወከፍ ወገን ኣብ ከባቢ ዶብ ናይ ክልቲኣተን ሃገራት እጀታይ ማለት ይብጽሓኒ'ዩ ዝብሎ መሬት እንተሃልዩ፣ ንህዝብታት ኤርትራን ኢትዮጵያን ዓለምን ብዕሊ ብኻርታን ኣሃዛትን ከፍልጥ፣ ነቲ ጉዳይ ከኣ ብወተሃደራዊ ሓይሊ ዘይኮነ ብሰለማዊ መገዲን ብዘተን ንምፍታሕ ክኣምንን ከፍልጥን። ሐ፣ ንብድሕሪ ሕጂ ዝካየድ ዝርርብን ምርድዳእን ብተዓዛብነትን ሽምግልናን ሳልሳይ ኣካል፣ ምስኩራትን ውሑሳትን ክኸውን ምስምማዕ። መ፣ ኣከራኸርቲ ዝበሃል ቦታታት ንግዚኡ ካብ ህላወ ናይ ክልቲኣተን ሃገራት ዕጡቓት ሓይልታት ናጻ ማለት ዲሚሊታራይዝድ ኮይኑ ክጸንሕ፣ ተግባራውነት ናይዚ ምርድዳእ እዚ ከኣ ብውሕስነት ሸምጋሊ ክረጋገጽ። ረ፣ እቲ ጉዳይ ከየተዓባበኻ ብተዓዛብነትን ሽምግልናን ሳልሳይ መንጎኛ ኣካል ብዘተ ክፍታሕ ቅቡል እንተዘይኮይኑ ድማ ናብ ዳንነት ክቐርብ ዝብል ነበረ። ነዚ ኣብ ዶብ ናይ ክልቲኣተን ሃገራት ዝተጋህደ ንእሽቶን እዋናውን ጸገም ዘይግብኦ መኣዝንን ግዝፍን ምትሓዝ ንረብሓ ህዝብታት ኤርትራን ኢትዮጵያን ከም ዘይኮነ ብምምልካት መንግስቲ ኤርትራ ከም ወትሩ ነቲ ጉዳይ ብትዕግስትን ብሓላፍነታዊ ልቦናን ከም ዝሕዞ ናይ ምስፍሕፋሕ ዕላማን ድሌትን ከም ዘይብሉን ከም ዘይቅበልን እናረጋገጸ መንግስቲ ኢትዮጵያ ረብሓን ጽቡቕ ጉርብትናን ናይ ህዝብታት ክልቲኣተን ሃገራት ዘዕዝዝ ተመሳሳሊ መገድን መስርሕን ክኽተል ጸዊዑ። ህዝብታት ኤርትራን ኢትዮጵያን እውን ሰላምን ጽቡቕ ጉርብትናን ምትሕግጋዝን ዝመሰረቱ ናይ ሓባር ረብሕኦም ከምዝፈልጡን ከምዘለልዩን እምነቱ ምዃኑ ካቢኔ ሚኒስተራት መንግስቲ ኤርትራ የረጋግጽ። ብድሕሪኡ መንግስቲ ኤርትራ ምስ ዝምልከቶም ሰበስልጣናት መንግስቲ ኢትዮጵያ ብምርኻብ፣ ነቲ ዝተመዛበለ ኣካይዳ ንምምእዛኑ ዝገበሮ ፈተነ ብምሉኡ ኣብ ሰነዳት ይርከብ እዩ። ፕረዚደንት ኢሳያስ ኣፍወርቂ ኣብ እም ንምግላጽ ኣብ ውሽጢ ሓደ ወርሒ ማለት ብወርሒ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ጥራይ ብዝተፈላለየ ወከልቲ ትካላት ፕረስ ልዕሊ ዕስራ ቃለ መሕትት ብምክያድን ነቲ ሓቂ ንህዝቢ ብምግላጽን ድሌት ህዝብን መንግስትን ኤርትራ ሰላም ጥራይ ምንባሩ ብዘየወላውል ናይ ሰላም ቃላት ገሊጽዎ እዩ። ኣብቲ እዋን እቲ ካብ ሸሞንተ ክሳብ ዓሰርተ ሰነ ኣብ ቡርኪናፋሶ ኣብ ዝተጋብኤ ዋዕላ መራሕቲ ውድብ ሓድነት ኣፍሪቃ ዘቕረቦ ቃል መንግስቲ ኤርትራ፣

ክቡር ኣቦ ወንበር፣ ዝኸበርኩም መራሕቲ ሃገራትን መንግስታትን፣ ክቡር ዶክተር ኣሕመድ ሳልም ዋና ጸሓፊ ውድብ ሓድነት ኣፍሪቃ፣ ዝኸበርኩም ልኡኻት፣ ዝኸበርኩምን ዝኸበርክንን፣ ብመጀመርታ ምዉቕ እንግዶት ንዝገበሩልና ናይ ቡርኪናፋሶ ፕረዚደንት፣ ክቡር ብሌዝ ካምፓወረን ህዝቢ ቡርኪና ፋሶን ልዑል ምስጋና መንግስተይ ከቕርብ ኣፍቁድለይ። ከምኡውን ኣብዚ ዓመት እዚ ክልተ ኣገደስቲ ኣጋጣሚታት ማለት ግጥም ዋንጫ ሃገራት ኣፍሪቃን ዋዕላ መራሕቲ ሃገራትን መንግስታትን ውድብ ሓድነት ኣፍሪቃ ከእንግድ ንዝኸኣለ መንግስትን ህዝብን ቡርኪና ፋሶ ዮሃና ክብል ኣፍቁድለይ። ኣብ ሱዳን ከሎ ንሃገርና ኣጋጢምዎ ብዘሎ ዕቱብ ጥንቃቐ ዘድልዮ ምዕባለ ክመጽእ ናይ ዘይከኣለ ፕረዚደንት ኢሳያስ ኣፍወርቂ መልእኽቲ ከቕርብ። ክቡራትን ክቡራንን፣ ኣቓልቦኹም ናብዚ ኣብ መንጎ ኤርትራን ኢትዮጵያን ብዝተፈጥረ ምስሕሓብ ንኽልቲኣተን ሃገራት ናብ ውግእ ዘእተወ ኩነታት ከምዝኸውን ምግባረይ ኣዝዩ የሕዝነኒ። እቲ ኣዝዩ ዘሕዝን እዚ ናይ ዶብ ምስሕሓብ እዚ ብሕጋውን ሰለማውን መገዲ ክፍታሕ ዝኽእል ክነሱ ዘይምኽኑይ ሓይሊ ምጥቃም ዝተራእዮ ምዃኑ እዩ። መራሕቲ ሃገራትን መንግስታትን ኣፍሪቃን እዚ ናይ ሕጂ ዋዕላን ነቲ ቅልውላው ብምፍታሕ ብዘርኣይዎ ጻዕርታት ግን ነቲ ቅልውላው ንምፍታሕ ብዘርኣይዎ ጻዕርታት ግን ተሓጒስናን ኣዚና ተተባቢዕናን ኢና። ብዙሓት መራሕቲ ሃገራትን መንግስታትን ኣፍሪቃ፣ እቲ ኩነታት ከም ዘተሓሳሰቦምን ነቲ ዘሕዝን ሽግር ብሰላም ንምፍታሕ ኣብ ዝካየድ ጻዕሪ ክተሓጋገዙ ድሌት ከም ዘሎዎም ሃናጺ ርእይቶታቶም ገሊጾምለይ ኣለዉ። በዚ ኣጋጣሚ እዚ ኣብ መንጎ ኤርትራን ኢትዮጵያን ሰላም ንምምጻእ ድምጾምን ጻዕርታቶምን ንዝሓወሱ ኣብ መላእ ዓለም ንዝርከቡ መራሕቲ ናይ መንግስተይን ህዝበይን ምስጋና ከቕርብ እደሊ። ኣፍሪቃን ውድብ ሓድነት ኣፍሪቃን ንሰላም ርኡይ ኣበርክቶ ምእንቲ ክገብሩ ከኣ ምስ ናይዚ ዓመት እዚ ኣቦ ወንበር ውድብ ሓድነት ኣፍሪቃ ናይ ሪፓብሊክ ዚምባብዌ ፕረዚደንት ክቡር ሮበርት ሙጋበን ዋና ጸሓፊ ውድብ ሓድነት ኣፍሪቃ ሳልም ኣሕመድ ሳልምን ከም ዝተዘራረብኩ ክገልጽ ኣፍቁዱለይ። ኩቡራትን ኩቡራንን ብዛዕባ ባህርያት ናይቲ ምስ መንግስቲ ኢትዮጵያ ዘለና ሽግር ኣብ ዝርዝር ክኣቱ ይደልን ነዚ ሕጂ ተፈጢሩ ዘሎ ኩነታት ንምህዳእን ሕጋውን ነባርን ፍታሕ ንምምጻእ ኣብ ዘኽእል ናትና ርእይቶታትን ጭቡጥ እማመን ከተኩር እየ ዝደሊ። ኩልኻትኩም ከም እትግንዘብዎ እዚ ምስሕሓብ እዚ ኣብ መንጎ ክልተ ሃገራት ኣፍሪቃ ኮነ ኣብ ካልኦት ኣህጉራት ኣብ መንጎ ዝርከባ ጎረባብቲ ሃገራት ዝተኻየደ ናይ መጀመርታ ዶባዊ ምስሕሓብ ኣይኮነን። ኣብ መንጎ ኤርትራን ኢትዮጵያን ዘሎ መግዛእታዊ ዶብ ሓደ ካብቲ ኣዝዩ ብንጹር ዝተሓንጸጸ መ። ክፍለ ዘመን ብዝተፈላለየ ኣህጉራዊ ውዕላት ዝቖመን፣ ንልዕሊ ተስዓ ዓመታት ከይተቐየረ ዝጸንሐን ዘሎን ድማ እዩ። እዚ ሓቅታት እዚ እናሃለወ፣ ፍልልያት እውን እንተተፈጥረ፣ ኣብ መንጎ ክልቲኡ መንግስታት ዝነበረ ምርድዳእ፣ እቲ ፍልልያት ብክልተኣውን ሕውነታውን መገዲ ክፍታሕ ይኽእል እዩ ዝብል እዩ ነይሩ። ይኹን እምበር፣ መንግስቲ ኢትዮጵያ፣ ኣብ ዝሓለፈ ቁሩብ ዓመታት፣ ንዶባት ኤርትራ ብምጥሓስ፣ ነዚ ሕጂ ኢትዮጵያ ናተይ ትብሎ ዘላ ቦታታት ኤርትራ ብሓይሊ ኣብ ትሕቲ ቁጽጽሩ ኣእትይዎም። ክሳብ'ዚ ዕለት'ዚ ድማ ሰራዊት ኢትዮጵያ ኣብ ከባቢታት ሰቲት፣ መረብን ባዳን ኣብ ውሽጢ መሬት ኤርትራ ሰፊሩ ኣሎ። ክቡራትን ክቡራንን፣ እዚ ነቲ ፍሉጥ መግዛእታዊ ዶባት ብምልዋጥ ዝተወስደ ስጉምቲ'ዚ ንቻርተር ውድብ ሓድነት ኣፍሪቃ ብንጹር ዝጠሓሰ ዓብዪ ናይ ተጻብኦ ተግባር'ዩ። ሓደገኛ ኩነታት ክፈጥር ዝኽእል ድማ እዩ። ግን እቲ ሽግር ሕጂ እውን ብሰለማውን ሕጋውን መገዲ ክፍታሕ ይኽእል እዩ። በዚ እምነት እዚ እዩ ድማ መንግስቲ ኤርትራ ነቲ ብመሰረት ፍሉጥን መግዛእታዊ ውዕላትን ኣብ መንጎ ክልቲኣተን ሃገራት ዝተሓንጸጸ ዶባት ንጎድኒ ገዲፉ ኩሉቲ ናይ ዶቦታታት ካብ ወተሃደራዊ ህላወ ናጻ ክኸውን እማመ ዘቕረበ መንግስቲ ኤርትራ፣ ኣብ ናይ መሰጋገሪ እዋን ኣብቲ ህላወ ሰራዊታት ክልቲኡ ወገናት ናጻ ዝኸውን ቦታታት ዝህሉ ስቪላዊ ናይ ምምሕዳር ነቑጣ ብኸመይ ክመሓደር ንዝብል ሕቶ ብተዓጻጻፍነት ክተሓዝ ዶባት ምስ ተሓንጸጸን ምስ ተነጸረን ከኣ ናብቲ በዓል ሓቂ ክምለስ ጸቒጡሉ ኣሎ። ካብቲ ናይ ኣሳላጥነት መስርሕ ዝፈልቕን ንሕና ድማ ብኣወንታ ዘበርከትናሉን እማመ ነቲ ኣገዳሲ ከም ዝሓቁፍ ብምግባር ንሓፈሻዊ ፍታሕ መሰረት ኣንቢሩ ኣሎ። ግን እቲ ናይ ብሓቂ ዕላማ ኣብ ክንዲ ናይ ሓጺር እዋን ፕሮፖጋንዳውን ዲፕሎማስያውን መኽሰብ ንምርካብ ዝኸውን ነቲ ቅልውላው ንምህዳእ፣ ውግእ ንምውጋድን ሰለማዊ ፍታሕ ንምምጻእን ዝርዝራት ኣተገባብራ ናይቲ መሰረታዊ ጉዳያት ብዘዕግብ ኣገባብ ክጽቀጠሉን ክረጋገጽን ኣለዎ። ኣኸለ እማመ መግለጺ ምሃብ ናብ ሕንፍሽፍሽን ሕልኽላኽን ዘእቱ ብምዃኑ ሓጋዚ ኣይኮነን። ክቡራትን ክቡራንን፣ ነዚ ቅልጡፍን ናይ ብሓቅን ፍታሕ ዓንቃፊ ኮይኑ ዘሎ ኩነታት፣ ፍልልያት ኣብ ሓፈሻዊ መትከላት ወይ ኣብቲ ካብ ህላወ ሰራዊት ናጻ ዝኾን ቦታታት ዝህሉ ግዝያዊ ስቪላዊ ናይ ምምሕዳር ነቑጣ ከም ዘይኮነ ክገልጸልኩም እደሊ። እቲ ቀንዲ ንሰላም ዓንቃፊ ኮይኑ ዘሎ፣ ስነ-መጎት ሓይሊ ኢትዮጵያን ነቲ ኩነታት ካብቲ ዝግብኦ ንላዕሊ ከም ዝገድድ ብምግባር፣ እቲ ግጭት ናብ ደረጃ ሓፈሻዊ ውግእ ንኽድይብ ዝወሰደቶ ተኸታታሊ ስጉምትን ምዃኑ እዩ። ክቡራትን ክቡራንን፣ ኢትዮጵያ ብኣፍ ሰላም እናበለት ኣብ ውግእ እያ ደሪቓ ዘላ። እቶም ኣሳለጥቲ ንዘቕረቡዎ እማመ ከም ዝተቐበለቶ ኣብ ዝገለጸትሉ ዕለት፣ መንግስቲ ኢትዮጵያ፣ ሓይልታት ሰራዊት ኢትዮጵያ ኣብ ልዕሊ ኤርትራ ዘካየዶ መጥቃዕቲ ከሐይሎ ሎሚ ትእዛዝ ተዋሂቡ ኣሎ ክብል ገሊጹ። ከምቲ ኢትዮጵያ፣ ኤርትራ ቀዲማ ካብቲ ሒዛቶ ኣላ እትብሎ ቦታታት እንተዘይወጺኣ ውግእ ክጅምር እየ ብምባል ዘፈራርሐቶ፣ እዚ ዝተዋህበ ትእዛዝ ድማ ዳግማይ ምእዋጅ ውግእ እዩ። መንግስቲ ኢትዮጵያ ንድሌቱ ብሓይልን ምፍርራሕን ንምትግባር ብዝኽተሎ ንውግእ ዝደፋፍእ ፖሊሲታቱ ነቲ ወጥሪን ግጭትን ዘግድድ፣ ሓያሎ ናይ ጽልእን ዘይሕጋዊ ስጉምትን ወሲዱ እዩ። ስለዚ ድማ መንግስቲ ኢትዮጵያ ናብ ሓይልታት ምክልኻል ትእዛዝ ምስ ኣመሓላለፈ ድሕሪ ሓደ መዓልቲ፣ ብዓርቢ ሽዱሽተ ሰነ ሽሕን ትሽዓተ ሚእትን ተሰዓን ሸሞንተን፣ ኣብ ኣስመራ ርእሰ ከተማ ኤርትራ ናይ ኣየር መጥቃዕቲ ኣካይዱ። እዚ ድማ ነቲ ናይ ዶብ ምስሕሓብ ናብ ሓፈሻዊ ናይ ውግእ ኩነት ከቐይር ዝኽእል ስጉምቲ እዩ። ኢትዮጵያ፣ ኣብዚ እዋን እዚ ንዝኾነት ትኹን ክሊ ኣየር ኤርትራ እትኣቱ ናይ ንግድ ነፋሪትን ኣብ ወደባት ኤርትራ እትጽጋዕ መርከብን ከም እተጥቅዕ ኣፈራሪሓ ኣላ። እዚ ብዝኾነት ትኹን ልኡላዊት ሃገር ዘይጽወር እዩ። ክቡራትን ክቡራንን፣ ጠንቂ ግን ናብዚ ሕጂ በጺሕዎ ዘሎ ደረጃ ዝማዕበለ ቅልውላው ናይ ክልተ ኣባል ሃገራት ናይዚ ውድብ፣ ዘሎና ኣረኣእያ ብሓጺሩ ኣቕሪበልኩም። ሕጂ ከኣ ነዚ ቅልውላው እዚ ንምውጋድ ናብ ዘኽእል ኣዝዩ ኣገዳሲ ናይ ፍታሕ ጉዳያት ክመልሰኩም። ሓደ፣ መንግስቲ ኤርትራ ኩሉ ጽልኢ ኮነ ኩናት ከብቅዕ ደጊሙ ይጽውዕ። እዚ ዘይተቐየረ መርገጺ ኤርትራ'ዩ። መንግስቲ ኤርትራ ኩናት ሓንሳብ ደው ምስ በለ ዳግም ዘይምለሰሉ ኩነታት ዘረጋግጽ፣ ኣብቲ ናይ ዶብ ቦታታት ካብ ህላወ ሰራዊት ሙሉእ ብሙሉእ ናጻ ክኸውን፣ በቲ ካልእ መዳይ ከኣ ኢትዮጵያ ነቲ ሽግር ንምፍታሕ እትኽተሎ ምጥቃም ሓይሊ ብወግዒ ክትስርዞ። ክልተ። መንግስቲ ኤርትራ፣ ላዕለዎት ጽፍሒ መንጎኛታት ኣብ ዝርከብሉ ኣብ መንጎ ኤርትራን ኢትዮጵያን ቀጥታዊ ዘተ ክጅመር ይጽውዕ። እቲ ዝካየድ ዘሎ ናይ ኣሳላጥነት መስርሕ ኣዝዩ እወንታውን ውጽኢታውን እኳ እንተኾነ፣ ነዊሕን ግዜ ዘጥፍእን ብምዃኑ፣ ቅልጡፍ ፍታሕ ዘረጋግጽ ቀጥታዊ ዘተ'ዩ ዝብል እምነት ኣሎና። ኣብዚ ሕጂ ሰራዊታት ክልቲኣተን ሃገራት ዘሎ ውጡር ኩነታት፣ ሓደ ቅልጡፍን ብሕጊ ቀያድን ዝኾነ ፍታሕ ዘረጋግጽ መካኒዝም ኣዝዩ ኣገዳሲ'ዩ። ሰለስተ፣ መንግስቲ ኤርትራ፣ ዋዕላ መራሕቲ ሃገራትን መንግስታትን ኣህጉርን ውድብን ውድብ ሓድነት ኣፍሪቃን፣ ኣብ መንጎ ክልተ ኣፍሪቃውያን ጎረባብቲ ሃገራት ሰላም ንምምጻእ፣ ንዝካየድ ጻዕሪ ወሳኒ ኣበርክቶ ዘለዎ ብዝተኻእለ መጠን ብዝለዓለ ጽፍሒ ዝሰርሕ ሓደ ኣፍሪቃዊ መካኒዝም ከቕውም እሓትት። ክቡራትን ክቡራንን፣ እዚ ዘይተደለየ ግጭት ን ኤርትራን ኢትዮጵያን ንምሕያልን ዘይምሕያልን ውድብና ዝምርምር ካልእ ፈተነ እዩ። ኣፍሪቃን ውድብ ሓድነት ኣፍሪቃን ነዚ ብድሆ እዚ ገጢሞም ንሕናን ጎረባብትና ኢትዮጵያውያንን

ሃገርን መንግስትን ኤርትራ ዋላ እኳ ሕጂ ድሕሪ ዕስራ ዓመት እውን እንተኾነ ንሰላምን ርግኣትን ክልቲኡ ህዝብታት ኣብ ዋጋ ዕዳጋ ኣእትይዎ ኣይፈልጥን። መንግስቲ ኤርትራ ወያነ ብዶብ ኣሳቢቡ ዘበገሶ ኹናት ናይ ድራር እንጉዶት ከም ዘይነበረን ዘይከውንን ስለ ዝተገንዘቦ ድማ'ዩ፣ ዋላ መሬቱ ተጎቢጡ ከሎ፣ ካብ ሰላም ወጻኢ ዳንኬራን ጨፈራን ኩናት ዘየስመዐ። ኣብ ኩናት እግሪ መኸል፣ ኩናት ዓዲ በጊዖ፣ ኩናት ግንባር ቡሬ ዓሰብን ካልእ ቦታታትን ዝሃለቐ ሂወት፣ ዝፈሰሰ ደም፣ ዝሰንከለ ምስኪን ሰራዊት ኢሂወደግ ስለ ዘሕዘኖን ኮሎ ገና ንውጽኢቱ ስለ ዝተገንዘቦን እምበር ከምቲ መራሕቲ ወያነ ዝሓሰብዎ፣ ዝሓለምዎ ክኾነሎም ዝደለይዎ ኣብ ኤርትራ ብደቂ ናጽነት ኤርትራ ብተረከብቲ ደቂ ሃገር ኤርትራ ከምዘይሰምረሎም ዋላ ንሓንቲ ካሊኢት ውን ትኹን ተጠራጢርሉ ኣይፈልጥን። ንመጠቓለሊ ነዚ ነጥብታት ከነቕርብ። ሓደ። እቲ ኣብ ሞንጎ ኤርትራን ኢትዮጵያን እተፈጥረ ወጥሪ ኣብቲ መንግስቲ ኢትዮጵያ ዝገብሮ ዘሎ ምጥሓስ መግዛእታዊ ዶባትን፣ ኣብ ናይ ኤርትራ ደቡባዊ ምዕራብ፣ ደቡባውን ደቡባዊ ምብራቕን ዘሎ መሬት ምሓዝን እተሰረተ እዩ። እዚ ምጥሓስ እዚ ኣብ ሽሕን ትሽዓተ ሚእትን ተስዓን ሸውዓተን ዝወጸ ወግዓዊ ካርታን ኣብቲ ኣብ ሕዳር ሽሕን ትሽዓተ ሚእትን ተስዓን ሸውዓተን ዝወጸ ሓድሽ ባጤራን ተሳኢሉ ዘሎ ካርታ ኢትዮጵያን ብግሁድ ተራእዩ ኣሎ። ክልተ። ኩነታት ፈጠረት። እቲ ክዉን ኩነታት ንምፍጣር ዝወሰደቶ ቀዳማይ ናይ ሓይሊ ተግባር፣ ሓምለ ሽሕን ትሽዓተ ሚእትን ተስዓን ሸውዓተን፣ ኢትዮጵያ ንተቋምቲ ዓፋር ንምውጋእ ብዝብል ምኽኒት ኣብ ባዳ ዓዲ ሙሩግ ደቡባዊ ምብራቕ ኤርትራ ክልተ ቦጦሎን እምጺኣ ነቲ ቁሸት ምስ ሓዘቶን ነቲ ኣብኡ ዝነበረ ምምሕዳር ኤርትራ መሰፈረሰቶን እዩ እተፈጸመ። እዚ ዘይተሓስበ ምዕባለ'ዚ ንመንግስቲ ኤርትራ ኣዝዩ ኣተሓሳሰቦ። ብድሕሪ'ዚ ፕረዚደንት ኤርትራ ኣብ ዓሰርተ ሽዱሽተ ነሓሰ ሽሕን ትሽዓተ ሚእትን ተስዓን ሸውዓተን ናብ ቀዳማይ ሚኒስተር ኢትዮጵያ መልእኽቲ ሰደደ። እቲ ናይ ዓዲ ምሩግ ብሓይሊ ምሓዝ ኣዝዩ ዘሕዝን ምዃኑ ከኣ ገለጸሉ። ቀጺሉ'ውን፣ እቲ ተወሲዱ ዘሎ ስጉምቲ ኣብ ዘየድሊ ግጭት ከየምርሕ ብውልቁ ኣድላይን ጥንቁቕን ስጉምቲ ክወስድ ኣዘኻኸሮ። ድሕሪ ሰሙን፣ ዕስራን ሓሙሽተን ነሓሰ ሽሕን ትሽዓተ ሚእትን ተስዓን ሸውዓተን ድማ፣ ፕረዚደንት ኤርትራ ከም ብሓድሽ ንቀዳማይ ሚኒስተር ኢትዮጵያ ከምቲ ኣብ ባዳድ ተወስደ ስጉምቲ ኣብ ባድመ ደቡባዊ ምዕራብ ኤርትራ ድማ ስለ ዝተወስደ፣ እቲ ጉዳይ ከይተበላሸወ እንከሎ፣ ናይ ሓባር ኮሚቴ ምቛምን ነቲ ጸገም ንምፍታሕ ሓደ መካኒዝም ምፍጣርን ዝብል ሓሳባት ዝሓዘ ደብዳቤ ለኣኸሉ። ሰለስተ። ይኹን እምበር መንግስቲ ኢትዮጵያ ነቲ ብ ካርትኡ ዘእተዎ ቦታታት ኤርትራ፣ ኣብ ቁጽጽሩ ንምግባር ብምቕጻሉ፣ እቲ መንግስቲ ኤርትራ ነቲ ጸገም ብሕውነትን ብክልተኣዊ መገድን ንምፍታሕ ዘርኣዮ ጻዕሪ ኮንቱ ገበሮ። እቲ ዝፈራሕናዮ ድማ ሽዱሽተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ተፈጸመ። ኣብ ድሮ ኣኼባ ናይ ሓባር ኮሚተ ሰራዊት ኢትዮጵያ ኣብ ከባቢ ባድመ ኣብ ልዕሊ ኤርትራውያን ዕጡቓት ሓለውቲ ኣብቲ ኢትዮጵያ ኣብ ትሕቲኣ ዘእተወቶ ክሊ ሰጊሮም ኣትዮም ብምባል ዘይተሓሰበ መጥቃዕቲ ፈነዉ። እዚ ፍጻሜ'ዚ ተኸታታሊ ረጽሚ ፈጠረ። ምስቲ ብመንግስቲ ኢትዮጵያ እተወስደ ተጻብኣዊ ስጉምቲ ተደማሚሩ ድማ ነዚ ዘለናዮ ኣብ መንጎ ክልቲኣተን ሃገራት ተፈጢሩ ዘሎ ሃዋሁ ናይዚ ህሉው ወጥሪ መሰረታዊ ጠንቂ እቲ ብኢትዮጵያ እተወስደ ናይ መግዛእታዊ ዶብ ከም ብሓድሽ ምስኣልን ኣብ ባይታ ክዉን ኩነታት ምፍጣርን እዩ። በዚ ዓይን'ዚ ክረኣ እንከሎ፣ እቲ ኢትዮጵያ ግዳይ ተጻባእነት ኮይነ እናበለት እተቕርቦ ክሲ ንኣህጉራዊ ማሕበረሰብ ንምትላል እዩ። ከም ሓቂ እንተኾይኑ ኢትዮጵያ ክሳብ ለይቲ ሎሚ ኣብ ሰቲትን ደቡብ ምዕራብ ኤርትራን መሬት ሒዛ ኣላ። ሓሙሽተ፣ ናይ ኢትዮጵያ ርኡይ ተግባር ተጻባእነት፣ ምጥሓስ ቻርተርን ውሳኔን ውድብ ሓድነት ኣፍሪቃ ናይቲ ኣብ ሽሕን ትሽዓተ ሚእትን ስሳን ኣርባዕተን ዓመተ ምህረት ኣብ ካይሮ ብመራሕቲ ሃገራትን መንግስታትን እተኻየደ ቀዳማይ ኣኼባን እዩ። እዚ ጉዳይ እዚ ብኣግኡ ብዘየወላውል መገዲ እንተዘይተዓርዩ፣ እዚ ብኢትዮጵያ ተወሲዱ ዘሎ ምጥሓስ ቻርተርን ውሳኔን ውድብ ሓድነት ኣፍሪቃ፣ ከምኡ'ውን እቲ ቀጻሊ ምሓዝ ናይቲ ክርክር ዘየድልዮ መሬት ኤርትራን፣ ዘየድሊ ሳዕቤናት ብምፍጣር ኣብዚ ዞባ'ዚ ዘይምርግጋእ ክፈጥር እዩ። ናይ ኢትዮጵያ ስነ-መጎት ንኻልኦት ሃገራት ኣፍሪቃ ጥራይ ዘይኮነ ንኢትዮጵያ ተመሊሱ እውን ክጎድኣ እዩ። ከመይሲ እቲ ንሳ ልኡላውነታ እተረጋግጸሉ መብዛሕትኡ መሬት ንኦጋዴን ሓዊስካ ኣብ መትከላት ኣህጉራዊ ሕጊ እተሰረተ እዩ። ሽዱሽተ። ሓደ ቀሊል ዝኾነ ደባዊ ምስሕሓብ ኣብዚ ደረጃ ረጽሚ ምብጽሑ ናይ ኢትዮጵያ ቀጻሊ ምርስሳንን ተጻባእነትን ጽልኢ ምጽሓርን እዩ። ካብዚ ገለ ንምጥቃስ፣ ሀ ዓሰርተው ሰለስተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ናይ ኢትዮጵያ ባይቶ ኩናት ምእዋጅ፣ ለ። ሓሙሽተ ሰነ ሽሕን ትሽዓተ ሚእትን ተስዓን ሸሞንተን ነፈርቲ ኢትዮጵያ ነስመራ ምድብዳብ። ሐ። ብኢትዮጵያ እተወስደ ብናይ ደብዳብ ምፍርራህ ክሊ ኣየርን ባሕርን ምዕጻው። መ። ንኤርትራውያን ዜጋታት በልማማ ምእሳርን ካብ ኢትዮጵያ ብግፍዒ ምስጓጎምን። ሸውዓተ። ምስ ናይ ኩሉ'ዚ ግን ኤርትራ ንገዛእ ርእሳ ብምግታእ፣ በዚ መሰረት እዚ ከኣ ሃናጺ ሓሳባት ኣቕሪባ ኣላ። እቲ ሓሳባት ኣብዚ ዝስዕብ ዘተኮረ እዩ፣ ሀ። እቲ ኣብ መንጎ ክልቲኣተን ሃገራት ዘሎ ዶባት ብምሉኡ ብመሰረት ውዕላት መግዛእታዊ ዶብ ክሰኣል፣ ለ። እቲ ምስኣል ክሳብ ዝፍጸም እቲ ቦታ ብምሉኡ ካብ ወተሃደራዊ ህላወ ናጻ ክኸውን፣ ሐ። ኣብቲ መስርሕ ዝካየደሉ ግዜ ኣብቲ ካብ ወተሃደራዊ ህላወ ናጻ ዝኾነ ቦታ ንስቪላውያን ነበርቲ ኣድላዪ ግዝያዊ ምምሕዳር ምምስራት። ብተወሳኺ ነዚ ኣብ መንጎ ክልቲኣተን ሃገራት ተፈጢሩ ዘሎ ናይ ውግእ ሃዋሁ ኣብ ግምት ብምእታው መንግስቲ ኤርትራ፣ ህጹጽን ቅድመ ኩነት ዘይብሉን ምቁራጽ ተጻባእነት ከምኡ'ውን ኣብ ቅድሚ ዓረቕቲ ዝካየድ ናይ ክልቲኣተን ወገናት

ሓደ ነጥቢ ክልተ፣ ክልቲኦም ወገናት ብሓይልን በስገዳድን ዝመጽእ ፍታሕ ይነጽጉ። ሓደ ነጥቢ ሰለስተ፣ ክልቲኦም ወገናት ነቲ ኣብ መንጎኦም ዘሎ ንጹር መግዛእታዊ ዶባት ከኽብሩ ይሰማምዑ። ስለዚ ድማ ክልቲኣቶም ወገናት እቲ ናይ ዶባት ምምልካት ንክልቲኣቶም ወገናት ቅቡል ብዝኾነ ብቕዓት ዘለዎ ናይ ቴክኒክ ጉጅለ ክፍጸም ብተወሳኺ ይሰማምዑ። ምናልባት ኣብ ግዜ ምምልካት ዶባት ገለ ዘይምርድዳእ እንተጓነፈ ድማ ክልቲኦም ወገናት ነቲ ጉዳይ ብብቑዕ ናይ ዳንነት መካኒዝም ክፈትሕዎ ይሰማምዑ። ሓደ ነጥቢ ኣርባዕተ። ምምልካት ናይቲ ዶባት ብዝቐልጠፈን ኣብ ውሽጢ ክልቲኣቶም ወገናት ዝሰማምዑሉ ናይ ግዜ መቓን፣ ታይም ፍሬም፣ ይፍጸም። ክልቲኣቶም ወገናት በዚ። ክልተ ናይ ትግባረ ኣገባባት። ክልተ ነጥቢ ሓደ ዕማም ምምልካት ናይቲ ዶባት ብመሰረት ሁሉው መግዛእታዊ ዶባትን ንዕኡ ዝምልከት ውዕላትን ንናይ ውድብ ሕቡራት ሃገራት ኣሃዱ ካርታ ወይውን ተማሳሳሊ ብቕዓት ዘለዎ ኣካል ይወሃብ። ክልተ ነጥቢ ክልተ እቲ ዶባት ንምምልካት ዘድሊ ናይ ግዜ መቓን ሽዱሽተ ኣዋርሕ ይኸውን። እዚ ናይ ግዜ መቓን እዚ ብቕቡል ቴክኒካዊ ምኽንያት ክናዋሕ ወይ ክሓጽር ይኸእል እዩ። እቲ ኣድላይ ናይ ግዜ መቓን ከኣ፣ ናይ መጻንሒ እዋን፣ Interim Period፣ ይኸውን። ክልተ ነጥቢ ሰለስተ እቲ እተመልከተ ዶብ ብኽልቲኣቶም ወገናት ቅቡል ይኸውንን ይኽበርን። ክልተ ነጥቢ ኣርባዕተ ምናልባት ኣብ ናይ ምምልካት ዶባት እዋን ዘዝሰሓሕብ ክፋላት ዶብ እንተጓኒፉ፣ እቲ ጉዳይ ብብቑዕ ናይ ዳንነት መካኒዝም ይፍታሕ። ክልተ ነጥቢ ሓሙሽተ ንመስርሕ ምምልካት ዶባት ዝምልከት ቴክኒካዊ ዝርዝራት፣ ምስዚ ስምምዕ እዚ ይተሓሓዝ። ሰለስተ። ነቲ ዘሰሓሕብ ዘሎ ቦታታት ካብ ህላወ ክልቲኡ ሰራዊታት ናጻ ምግባር፣ ዲሚሊታራይዜሽን። ከም ነቲ ወጥሪ ንምህዳእን ምምልካት ናይ ዶባትን ንምቅልጣፍን ብኡቢሉ ድማ ነባሪ ፍታሕ ንምርግጋጽ ዝውሰድ ስጉምቲ ብኽልቲኡ ወገን ቅቡል ይኸውንን ይኽበርን። ሰለስተ ነጥቢ ሓደ። ካብ ህላወ ሰራዊታት ናጻ ምግባር፣ ዲሚሊታራይዜሽን፣ ብመረብ ሰቲት ይጅምር። ካብኡ ናብ ከባቢ ባዳ፣ ብኸምዚ ኣገባብ ድማ ኣብ ሙሉእ እቲ ዶብ ይትግበር። ሰለስተ ነጥቢ ክልተ። ካብ ህላወ ሰራዊታት ናጻ ምግባር፣ ብተሳታፍነትን ምቁጽጻርን ተዓዘብቲ ይትግበር። እቲ ናይ ተዓዘብቲ ጉጅለ፣ ብሓይልታትን ኣዘዝትን ናይቶም ኣሰልጠንትን ወከልቲ ክልቲኣቶም ወገናትን ይቐውም። ሰለስተ ነጥቢ ሰለስተ፣ ካብ ህላወ ሰራዊታት ናጻ ምግባር፣ ኣብ ውሽጢ ናይ ሓደ ወርሒ ናይ ግዜ መቓን ይፍጸም። ሰለስተ ነጥቢ ኣርባዕተ፣ ሕቶ ስቪል ኦን ቦታታት ዝርከብ ህዝቢ ነቲ መጻንሒ እዋን ተባሂሉ ብዝቐውም ግዝያዊ ኣሰራርዓ ይተሓዝ። ሰለስተ ነጥቢ ሓሙሽተ፣ ድሕሪ ምምልካት ምሉእ ዶባት ኣብ መንጎ ክልቲኣተን ሃገራት ምዝዛሙ እቲ ናይ መጻንሒ ግዜ መሰብቀዐ እቲ ሕጋዊ ስልጣን ምሉእ ምቁጽጻር ናይቲ ኣብ ትሕቲ ልኡላውነት ሃገሮም ዝርከብ ቦታታት ይርከቦ። ሰለስተ ነጥቢ ሽዱሽተ። ነቲ ካብ ህላወ ሰራዊታት ናጻ ናይ ምግባር ስምምዕን ኣተገባብርኡን ዝምልከት ዝርዝራት ከም ጥብቆ ምስቲ ቀንዲ ስምምዕ ይተሓሓዝ። ኣርባዕተ። ጎኒ ንጎኒ ምስቲ ካብ ህላወ ሰራዊታት ናጻ ምግባር ናይቲ ኣብ ሽዱሽተ ግንቦት ሽሕን ትሽዓተ ሚእትን ተስዓን ሸሞንተን ዘጋጥመ ፍጻመ ምሉእ መርመራ ይግበር። ሓሙሽተ። እዚ ኣጠቓላልን ብኽልቲኣቶም ወገን እተፈረመን ስምምዕ እዚ፣ ቀያዲ ባህሪኡ ንምርግጋጽ፣ ከም ሕጋዊ ስምምዕ ኣብ ውድብ ሕቡራት ሃገራትን ውድብ ሓድነት ኣፍሪቃን ይተሓዝ። ነዚ ሓቂ እዚ ብዝግባእ ምፍላጥን ከም መወከሲ ምጥቃምን ኣብ ዝወስድ ተበግሶ ኣገዳስነት ኣለዎ። ኤርትራ ነዚ ብግዜ፣ ብቦታን ኩነታትን ዘይሸራረፍ ሓቂ ድማ'ያ ከም ጥዋፍ ሰላም ኣብ ቅድሚት ኣብሪሃ ትጓዓዝ። ሕጂ'ውን ነቲ ብዶብ ኣሳቢብካ ዝተፈጸመ በደል ትኾንን። ድሕሪ ዕስራ ዓመታት ንማሕበረሰብ ዓለም እተመሓላልፈሎም መልእኽቲ ሰላም ካብ ሓቂ እምበር ሰላም ካብ ሓሶትን ሸፈጥን ከቶ ኣይትርከብን ዝብል እዩ። ብቓላትን ብመደረን ዘይኮነ ሰላም ብተግባራዊ ስጉምቲያ ክውን እትኸውን። እቲ ሓቂ ኣብ መዝገብ፣ እቲ ውሳኔ ኣብ ማህደር፣ እቲ መሬት ሓቂ ከም ቀደሙ ኣብ ቦታ ቀደሙ፣ እቶም ዋናታቱ እቶም ናይ ቀደም ብግዜን ቦታን ዘይለዋወጡ ንሳቶም እቶም ደቂ መሬት ደቂ ናጽነት ኤርትራውያን እዮም። በዚ ኣጋጣሚ ነቶም ምእንቲ ምኽባር ልኡላውነት መሬቶም